ዋላ ክትዛረቡ ከለኹም ይሰምዐኩም ነዚ ብርጌድ ንሓመዱ ዝበሃል ዝጀመረ እኮ ጆን ብላክ እንታይ ዶ ኢድ ነይርዎ እዩ እንታይ ዶ ከምዚ ዋ እንታ ከምኡ ድኹም ዘዝሰርሐ ድኹም ተጉድምዎ እ ከምዚኣ ደኣ ተባዕታይ ሰባ እዩ ነይሩ ንኩልኹም ኣተስኢኩም እዩ እንታይ ከም ዝግበር ኣርእይኩም እዩ ካብኡ ንኔው ኣመራርሓ ኢንቴሊጀንስ ብርትዐ ንፍዓት ወዲያ እንኳን ንሱ ንሰውራ ኤርትራ እኳ ሽፍታ ዝነበረ ድሪስ ዓዋ ተጀሚርዎ እንድሕር ተባሂሉ ንመን ተኲሱ ቀቲሉ እንድዒ እምበር ጀሚሩ እዩ ዝበሃል እቲ ታሪኽ ግን ክመፀልካ ኣይክእልን እዩ ክትመራመር ከለኻ ግን ንሱ ዝጀመራ እታ ሕጂ ዘላ ህዝባዊ ግንባር ናፅነት ተምፅያ ኮይና ኣይጀመረን ኢልካ ትኽሕዶ ትኽእል እያ እ ኖ ጀሚሩ እዩ ዝበሃል ሓቀይ ከመይ ኢላ ጀሚራ ብዘይገድስ እታ ናፅነት መፅያ ትስዒቡ ዘሎ ነቲ ዘለኹ ተረሲዑ ኖ ስጋብ ሕጂ ጀማሪ ብረታዊ ቃልሲ ዝበሃል ሓቂ ዶ ሪቮሉሽን ናይ መንእሰያት ብሓቂ ዝጀመሮስ እዩ እቲ ካልእ እንታይ ነይሩ ተልኩምኒ ኣብ ቃላት ምፅብባቕ ኣብ ክትዕ እዩ ነይሩ ሪቮሉሽን ማለት ኮ ኣብ ባይታ ትገብሮ ቃልሲ ስለዚ ድፋዕ ኣብቲ ድፋዕ ዘይቀረበ ደኣልካ ክስታይ ትገብር እምበር እሱስ ለውጢ ሳሪእኩም እዩ እንኳን ንዑ ነቲ ኤርትራ ከማን ለውጢ ምፅ እዩ ኣብ ውሽጢ ዓዲ ከይትረፍ ከይትግረሙ ማለት እየ ምናልባት ዘረባ ክእለት ይብሉ ንኹም ኣፍልጦ የብሉን ይኸውን ተሓቦ ግን ኣስሪሓታ እያ እንታይ ንጆን ብላክ ኩሎም ዝበፅሖ ዶ ሰንበት ሰንበት ብርጌድ ንሓመድ ኢሉ በል ኣትስዩ ካብ ዓለም ደረጃ ዘብፅሐኩም እዩ ኣቶ ውፊ ትበፅሐ ዶ ከይድካ ወይስ ካናዳ ጥራይ በፂሕካ ትመፅእ ይበፅሐ ኢለ ያመነ ይበዝሖ ትበዝሖ ኣይ ሓሶት እዩ ፖለቲክስ ፌክ እዩ ስለዚ እንታይ እየ ክብለኩም ደለ ትፅበየ ግን እንታይ ማለት እዩ ነዚ መንእሰይ እዚ ንኩልኹም ዘተሰበኩም እዩ ሄ ካህናት ከ ዝወዱ ንፍዕ እዩ ጠቕላላ ንመንእሰያት ኣተሲባስ በፂሕኩሞ ትፈልጡ ኣነስሒኩሞ ኣዚ ወደይ ዋላ ከምኡ ገይሮም እዩ ሰሩኻ ንሕና እውን ብፀሎት ክንገብረልካ ኢልኩም ኣብ ቤተክርስትያን ፀሎት ገይርኩም ትፈልጡ እቲ ጆን ብላክ ዝበሃል ወዲ ስለዚ ውፉይ ንዑ እንድሕር ዘይትበፅሐ ኮንካ ሰብ ኢለ ቆፅረካን ጋኔን ኢለ ቆፅረካ ኣብ ፀባሕ ማለት እዩ ብምንታይ ካልእ ኣልጋ ጅግና ኢለ ድሕሪኻ ዝመፅኣ ካይ ኣኼባ ክእከብ ጀድ ከም ሰብ እውን ኣይቆፅሮን ስለምንታይ በሉ መቓልስትኻ እንድዩ ዋላ ተፈታዊ ኮይዱ እውን ድሕር ዘይበፅሕዎ እንታይ ገብር ደኣ ሚድያ ገይሩ ደኣ ከምዚ ኢሉ ይዛረብ እየ ክብል ማለት እዩ ኣትሊስት ነቲ ንዓኻ ደም ክኸፍል ንህዝቢ ኢሉ ድማ ከምዚ ዝኸፍል ዘሎ ህዝቢ እንድሕር ዘይትበጽሖ ጽባሕ ናባይ ገጽካ ኣይጠልቅን ምክንያቱ እታ ጥልመት ምሳኻ ዓቢራ ካብቲ ህግደፍ ንስኻ ትገድድ ምክንያቱ ኣብ ዲሞክራሲ ዘለዎ ዓዲ ከይድካ ከማን ክትበፅሖ ይከኣልካን ማለት እዩ ካልኦት መንእሰያት ከ ኣብ ዓዲ እንግሊዝ ኣብ ስዊዘርላንድ ጥርነፍቲ ዘለኹም በፂሕኩሞ ዶ ኣያኹም እንዲ ሓውኹም እንዲ ንዓኹም ኢሉ እንዲዳ ተኣሲሩ እንታይ ደኣ ፍልልይ ኣለዎ ካብቲ ግደፍ ማለት ንድሕሪ ዘይትበፅሕዎ ኮይንኩም እንታይ ፍልልይ ኣለዎ ልኽፍጥና ለሚድና ኢና ኣነ እንተዝእሰርስ ቅልቅል ኣቤት ካህናት ከመይ ኢልኩም ተዓጎስኩም ኣቤት መናፍቓን ሙስሊም እማ ከዓ ኣብ እስላማይ እንተሃልዩ ኮይኑ ዝቅተሎ ኢሎም ብውሽጢ ውሽጢ እስር ቤት ሰብ መቕተል ኤ ፈጣሪ ኩሉ ዓለም ኣታ ዘዕበኻኒ ቅዱስ ሚካኤል ጸሮና ኣሕሊፍካ ኣይትሃበኒ ብውሽጠይ ደኣ ሕምደኒ እምበር ኣብ ህዝቢ ኤርትራ ኣሕሊፍካ ኣይትሃበኒ መፅዓ እኳ ይረክብ እዝግዮ ይረኣየኒ ኸማን እዝግዮ እዝግዮ እዝግዮ እዝግዮ ተመልከቱ ኣነ ዘይድግፎ ኣብ ህይወተይ እንታይ እንተኢልኩምኒ ንዓኻ ኢሉ ህይወት ዝኸፈለ ዋጋ ኣይትገብረሉ እንዲኻ ነቶም ዝመቱ ሓንቲ መዓልቲ ሰልዲ ድና ኣዋፂእናሎም ወይስ ኣውደ ዓመት ክኸውን ከሎ ኣውደ ዓመት ክኸውን ከሎ እቶም ኣብ ዘለዉ ብርጌድ ንሓመሩ ነቶም ዝመቱ መዘናግዒ ኮነኩም ኣብኡ ከይድኩም በጊዕ ገለ ሓሪድኩም ትፈልጡ ዶ ምስቶም ቤተሰቦም ወይስ ናይ ደበስ ምስ ከፈልኩም ቻው ደሓንኩን እዮም ኢልኩሞ ነዲኦም ከ ደው ኢልኩምለን ዶ ንኣብነት በዓል ወዲ ወርቂ ነይሮም ኣብዚ በዓል ሃይለ መን ሽሙ እዚ ምስኪን ወዲ ዝኽራር ዝሃርም ንዕ ዝቐትል ሰብ ብእውነት ስኢሉ ኮ ኩሉ ዘይርከብ መንእሰይ ነይሩ ካልኦት እውን ማለት እዩ ዋላ እቶም ደገፍቲ ዋላ እቶም ደገፍቲ ሲ እወ ንዓኹም ኢሎም ምሕራይ መይቶም በሎ ኢሳያስስ ክበፅሖም ወይ ፊሊጶስ ከይዱ ገዛኦም ክበፅሕ ጀጋኑ ብደገ ዝተቃለሱ እዮም ገለ ኣይትሕሰቦ እዩ ከልቢ ከም ዝሞተ እዩ ዝቆፅረካ ኢሳያስ ምክንያቱ ዘይረብሕ ትውልዲ እዩ ካብዚ ሃገር ተኸደልካስ ዋላ ሓንቲ ኢሉ ዝተሓሰመካ እዩ ሕጂሲ ናይ ወዲ ሓጎስ ስድርኡ ትድውላ ዶ ንሰበይቱ ከመይ ኣለ ክትብልዋ ዶ ሻ ክትሰትዩ ሽሻ ክትስሕቡ ከለኹም እዛ ናይ ሽሻ ናይ ሎም መዓንቲ ትረፈና ንኣውደ ኣመት መውዓሊ ምስ ደቃ ትኹና ኢልኩም ትሰድላ ወይስ ሓንቲ መዓልቲ ደበስ ምስ ወፅኣኹም ኣረሲዕኩም ኢኹም ኦይ ከምዚ ተኮንኩም ምሳይ ኣቃለሱ ይትኽእሉ ኣነ ዝገርመኩም ብኩሉ ተስፋ ዘቁርፅ ትውልድ እዩ ኣነ ኣብ ኣምላኽ ተስፋ ግበሩ እምበር እንኳን ንሱ መና ሰማይ ዝተቐበሉ ህዝቢ ማሕበር የለዉ ግደፍዎም ንስኻትኩም ግዳይ ወሪድኩም ሃይማኖትካ ዘይትፈልጡ መና ሰማይ ዝተቐበለ ከማን መዓልካ ኣይበለናይ እንታይ ምዃኑ ትፈልጡ እታ ናይ ክሕደት መንፈስ ወሪስናያ መፂና ኢና ንደገ ዋላ ኣብ ካናዳ ከይድኩም ኣለኹም ወይ ገለ ከይድኩም ሰበይቲ ርኽብ ኣቢልኩም ምስኡ ኮፍ ኢልኩም ተዕልልዋ ዶ ነታ ዝመታ ሴት ምንታይ ደኣ ፍልልያ ኣለዎት ህግደፍ ኣስርቱ ከምኣ ገይሩ ኣሲርዎም ጓል ቢተው ትህሉ ትኸውን ወፅያ ጓል መንሽሙ ትህሉ ትኸውን ወፅያ ዳትሲ ለሚድና ኢና ክሕደት ተዋሂድና እዩ ስለዚ ኣነ ሓደራ ዝብለኩም ካብ ፅባሕ ጀሚርኩም ንጆን ብላክ ሰንበት በፂሕኩም ክትመፁ ኣለኩም ሆላንድ ይኮነን ወይ ሆላንድ ወይ ቶም ከባቢ ዘለዉ ኣብ ጀርመን ዘለኹም ከይድኩም በፂሕኩሞ እግዚኣብሔር መዋፅ ይፍጠረልካ ደጊምካ ንዓዲ ቦኻ ትወርሰሉ ጅግንነት የዕትርካ ኢልኩም ተዘይወፂኹም እንታይ ዳ ትርጉም ኣለዎ ማለት እንታይ ዳ ትርጉም ኣለዎ ከድካ ዓዲ ዓዲ ዓዲ ዘለዉ እንዳረሳዕካ እንዳረሳዕካ እንዳረሳዕካ ተኸድካ ዳ እሞ ብምንታይ ዳ ካልኦት እውን ተኣሰሩ ኣለዉ ሓቂ ብዘይካ ጆን ብላክ ኣለዉ ግድን እዩ ግድን እዩ ከሉ ትበፅሖም ዶ ወላ ስርሲዕኩም እዮም ግደፍ እሞ እቶም ካልኦት እቶም ካህናት ትበፅሕዎም ዶ ዋላ እቶም ናይ ደገፍቲ መንግስቲ እውን ይህሉ ክኾኑ ተኣስሩ ሓቂዶ ግድን እዩ ትበፅሕዎም ዶ ተነስሕዎም ዶ ተቕርብዎም ዶ እቶም ጳጳስ ዘለኹም ኣብ ኣሜሪካ ካናዳ ገለ ትበፅሖም እንታይ ታ ክትበፅሑ ስኹም ኣበይ ቀሺ በፂሕኹም ትፈልጡ ብጣዕሚ እዩ ዝገርመኒ ማለት እቲ ጋዜጠኛ ሆ ዝብል ኣምፃ ኣቢሉ ኣኪቡ ዘዛረበኩም ገለስ ይበፅሖ ዶ እንታይ ደኣ ጅግና ጅግና እናተፃወትካ ህዝቢ ምብልሻው ደለዩ ስለዚ ከም ንህምያ ቅዱስ የድልየና ኣሎ ንህምያ እግዚኣብሔር ሓይሊ ፅንዓት ብርትዐ ኮላይ ጥበብ ይህብ ማለት ንኸምያ ናይ ነህምያ ልቢ ዘለዎ ካህን ናይ ዘለዎ ዲያቆን ዘለዎ መንእሰይ ንሱ ስለ ዝተኣና ኢና ንዓድና ዘይንኣቱ እቲ ዓዲ ዘይሓልፈላ ብገዛእ ብገዛእ ወዲ ዓዲ ኣብኡ ጠሊማ ስለ ዘለ ኣብ ደገ ዘለኸ ሰልጠነ በፅሒ ፅቡቕ ፅቡቕ ንፉዕ ቀፅሎ ሰልጠነ ተተኻኢሉ ሽዱሽተ ወርሒ ኣሜሪካ ስለ ዝነብር ተተኻኢሉ ካልእ መጽኡ ኢልካ ካልእ እቶም ደረፍትስ ዓዲ ዓዲ ትኸዱ ዘለኹም ትኸድኦ ዘለኹም እክብ ኢልኩም በፂሕኩም ዶ ዋላ ኢልኩም እዮም ባንዲ ጭራ ባንዲ ገለመለ ማለት ትኸድኦ ዘለኹም እንታይ ደኣ ትርጉም ኣለዎ ዓዲ ዓዲ ምኻድኩም ደቂ ዓበይቲ ኣይንጣላለ እንዳ ግደፉ ግዲ ይብልኩምን እቶም ደገፍትኸ እቶም ዝሰንከሉ ዝተሃረሙስ ንዕ ኢሎም ኣብ እስራኤል መዓት ኣለዉ ተቃወምቲ ደገፍቲ ዝተሃረሙ ማለት ተበፅሖም ዶ ሰንበት ሰንበት ረሲዕኩሞ ኣእምሮም ሰሓት ኣለዉ መንጋገኦም ተጠውዩ ኣለዉ ኣካሎም ዝጎደሉ ኣለዉ ብኻራ ከብዶም ተቐደዱ ኣለዉ ካብ ሕክምና ዘይትስኡ ኣለዉ ነዲኦም ከትድውላር ይግረም ያነ ይግረም በዞም ምሳይ ዝነበሩ ነ ዝግረም ዞም በረኸ ዘምፅኡ ገለመለ መዓልካ ናይ ዝጌራ ይፈልጥ ናይ ሰማይ በረኸ ተቐቢሎም ማለት ሕጂ ኣነ እንታይ ይብል መስለኩም እ ዓይኖም ዝነቆሩ ዝወደቁ መዓት ኣለዉ ትበጽሕዎም ዶ ኣጆኻ ዝኸፈልካዮ ዋጋ ብቐሊል ንሪኦ ኣይኮናን ትብሎ ዶ የለ ተዳኺምና ኢና ውረን ሕልናና ሞይት እዩ እ ከምዚ እንተኾይኑ ዋ ከመይ ገይሩ ዳኣ እቲ ዓዲ ሰላም ከውርሰና ማለት ስለዚ ኣነ ንኣምላኽ ዝልምኖ ካብ ህዝቢ ኤርትራ ወይ መንእሰይ ኤርትራ ሓምሳ ኣንበሳ ሃበኒ ምባል ይሓይሽ ሓቂ ኣረ ሓምሳ ይኣኽል ሓምሽተ ይኣኽል እዩ ኣይግበእናን እንዲ እግዚኣብሔር ኣምላኽ ሓምሽተ ኣንበሳ ሃበና ክንዲ ሰብ ኮይኖም ዝዘሉ ክንዲ ሰራዊት ኮይኖም ዝሰላልዑ ኣንበሳ ኣረ ካልእ ይትረፍ ዕኮት ሃበና ዕኮት ኣነ ከምኡ ኢለ የፅሊ ምክንያቱ ክሪኦ ከለኹ ካብዚ ማሕበር ጀሚረ ልዕሊ ሓምሳ ሽሕ ወፂኦም ዝኣተው ሰባት ኣለዉ ካህናት ከዓ ልዕሊ ክልተ ሽሕ ዝኾኑ ውፅእ ኢሉ እቱ ውፅእ ኢሉ እቱ ውፅእ ኢሉ እቱ ኣብ ኣደባባይ ኣይዛረቡ ንሕማቕ ስለ ዘይረኸቡ እምበር ከምኡ እዩ እንታይ ኮይኑ እንተልካዮ ናብዚ ከቢድዎ ከውን ትፀለት ድሕሪ ይምፃ ኣቢሉ ከምዚ ዝብል ኣሎ ማለት ስለዚ ከምዚ እንድሕር ኮይኑ እቲ መንፈሳውነት ቃልስኻ እቲ ስጋዊ ቃልስኻ ብምንታይ ዳ ክትዕወት ኢኻ ማለት እዩ መንፈሳውነት ደሓን እንተኸደ እቲ ቃል እግዚኣብሔር ኣምላኽ የጸናንዐካ እዩ ምክንያቱ ምሩፃት ውሕዳት እዮም ፅዋዓት ብዙሓት እዮም ስለ ዝብል ንዕ ሒዝካ ኢኻ ትኣምን
ጆን ብላክ መራሒ ናይዞም መንእሰያት ናይዞም ብርጌድ ንሓመዱ መራሒ ከም ኣወዓዋዒ ከም ጎስጓሲ ሞቲቨይት ዝገብሮም ንሱ እዩ ካልኦት እውን ኣለዉ ብሕጊ ካልኦት መራሕቲ መሪፆም ክህልዉ ይኽእሉ እዮም ኣብ ሚድያ ብዝረአ ግን መራሒኦም ንሱ እዩ ኣዮኦም ንሱ እዩ ኣያና እዮም ዝብሉ ስለዚ ጆን ብላክ ነቲ ፀላኢ ዝብልዎ ደርጊ ይኹን ነቲ ኣብ ኤርትራ ዝተኻየደ ኩናት ካብ ተራ ክሳብ ወታደር ኮይኑ ዝመረሐ እዩ ዋላ ሓንቲ ክትነግሮ ኣይትኽእልን ኢኻ ንሰምዓ መራሒ ሕቶ ኣለዎ ዝስዕብዎ መንእሰያት ኣለዉ ሒዝዎም ይኸይድ ኣሎ መንእሰያት ከዓ ንዕኡ ካብ ምስማዕ እሱ ዝበሎም ሰሚዖም ርእቶ እንተለዎም ሂቦም ተዋሃሂዶም እዮም ዝኾኑ ኣብዚ መንጎ ሃጓፍ ዝበሃል ነገር የለን